ሰላም ሰላም ከመይ ቀኒኹም መደብ ሰናይ ኣብ ተኸታተልቲ ኣነ ኣምላክ ይመስገን ብጣዕሚ ፅቡቅ ኣለኹ ንስኻትኩም ደሞ ሰላም ከም ትኾኑ በዓል ሙሉእ ተስፋ እየ ሎማዓንቲ ሒዘልኩም ዝመፃኹ ብጣዕሚ ጠቓሚ ዝበሃል ዌብሳይት እዩ። ስፔሻሊ ላፕቶፕ ክትገዝኡ እትደልዩ ሰባት ብጣዕሚ ደስ በሃሊ ሳይት ኩሉ ዘመልክት ኦኬ ቅድሚ ናብ ናይ ሎማዓንቲ መደብ ምእታውና ሓደሽቲ ናይዚ መደብ እዚ ተኸታተልቲ ክትህልዉ ስለ ትኽእሉ ኣብ ዩቱዩብ ብምእታው ሰናይ ኣፕ ኢልኩም ትእልሹ ዘን እዛ ቀዳመይቲ ትመጽእ ሰናይ ኣፕ ናህና መደብ እያ ስለዚ ናይዚ መደብ እዚ ተኸታተልቲ እንድሕር ደኣ ትኾኑ ተኾይንኹም ሳብስክራይብ እዛ ቀያሕ ምልክት ሳብስክራይብ ትገብሩ ኣብዛ ደወል ምልክት ደሞ ኣፕሎድ እንገብሮም ቪድዮታት ኣውቶማቲክ ናባኻትኩም ኖቲፊኬሽን ንክመፁ እዩ ኦኬ ናይ ሎማዓንቲ ፕሮግራምና ክንቅጽል ኢና ተኸታተሉኒ ኣብዚ ትሪእዎ ዘለኹም URL ላፒ ላፒ ሊስት ዶት ኮም ዶት ኮም ኢልና ንኣቲ ኦኬ ተን ሶሪ What kind of laptop do you need እንታይ ዓይነት ላፕቶፕ ኢኹም ትደልዩ ኢለን ኣለ ዘን ኣብዚ ብዙሓት መማረፂ እንትን ኣለውና ኣብዚ ንጌም እንደልዮም እንድሕር ደኣ ኮይና ኣብዚ ጌሚንግ ዝብል ዘሎ ኣልትራ ፖርቴብል ኮንቨርቲብለስ ፕሮግራሚንግ ሜንስትሪም ለምሳሌ እስኪ ንኣብነት ኣብዚ ጌሚንግ ዝብል ዘሎ ክሊክ ንግበር ኦኬ ቤስት ጌሚንግ ላፕቶፕ እዞም ትሪእዎም ዘለኹም በቃ ዲዛይኖም ንጌም መስርሒ ተባሂሎም ዝተሰርሑ እዮም ማለት እዩ ድሕር ዳኣ እዚ ላፕቶፕ ክንሪኦ ተደሊና ምስሉ ኣብዚ የርእየና ኣሎ ዘን ናዚ ምስሊ እዚ ሲፒዩ እንታይ እዩ ይመስል ግራፊክ ካርድ እንታይ ይመስል ራሙ እንታይ ይመስል ሃርድ ዲስክ እንታይ ይመስል ኤስኤስዲ ዲስፕለይ ባትሪ ከ ንክንደይ ሰዓት ይፀንሕ ኳሊቲ ወይት ቲክነስ ኣብዚ ትሪእዎም ዘለኹም ኩሎም የርእየና ኢቭን ዋጋ ዋግኡ ለ ኣብዚ የርእየና እዩ ማለት እዩ ኦኬ እዚ እዚ እንድሕር ንጌም ኮይኑ እዚ ኣልትራ ፖርተብል ከ እንታይ ይኸውን ንረኣዮ ኦኬ ኣልትራ ፖርተብል ላፕቶፕ ደሞ እዚ ትሪእዎም ዘለኹም ብዙሓት ኤችፒ ስትሪም ሞዴል ሲፒዩ ግራፊክ ራሙ ኩሉ ኩሉ ኢንፎርሜሽን ይነግረና ማለት እዩ ኦኬ ኮንቨርቲብልስስ እዚ ኮንቨርቲብልስ ንብሎ መብዛሕትኡ ግዜ ታች ስክሪን ኮይነን ተዓፀፍቲ እና ባትሪ ደሓና ዝኾና ላፕቶፓት እየን እዚአን ማለት እዩ ትሪእዎ ዘለኹም ተዓፃፊ ላፕቶፕ እዩ ዘርእየና ዘሎ ፍሌክሲብል ነን እብና ንዓጽፎ ተልና ንቲ ንበሮ ማለት ዘናውዚ ኩሉ ኢንፎርሜሽን የርእና ንፕሮግራሚንግ እንድሕር ሶፍትዌር ዲቨሎፕ ልግበር ኣልዩና ዌብሳይት ኩሉ ዓይነት ናይ ዲቨሎፐር ዝኾኑ ቤስት ፕሮግራሚንግ ዲቨሎፐር ላፕቶፕስ ኢለና ኣለዉ ዝትሪእዎ ዘለኹም ኣብዚ የርእየና ማለት እዩ እንታይ ዓይነት ላፕቶፓት እየን ኩሉ ኢንፎርሜሽን የርእየና ማለት እዩ ሜይን ስትሪም ማለት እዚ ሜይን ስትሪም ድማ መብዛሕትኡ ሰብ ንጥቀመሉ ሎው ፕራይስ ኮይኑ መብዛሕትኡ ንጥቀመሉ ማለት ትሪቦም ዘለኹም ማለት እዩ ሌኖቮ ኣሰስ ኣሰር ኣሰስ እዞም ኩሎም ትሪቦም ዘለኹም ማለት እዩ ኦኬ ናይ ሎም መዓልቲ መደብና እዚ ይመስል ዝደለኹምዎ ዓይነት ቱቶሪያል ናይ ሞባይል ክኸውን ይኽእል ናይ ኮምፒተር ክኸውን ይኽእል ዝደለኹምዎ ዓይነት ክተረል እንድሕር ድኣ ትደልዩ ኮመንት ግበሩለይ የቀንየለይ።